ሰላም ሰላም ዝኸበርኩም ተኸታተልቲ መደብ ጭራ ፍልጠት ንሎማዓንቲ ከዓ ከመይ ጌርና ጂሜይል ክንሰርሕ ንኽእል ሓድሽ ጂሜይል ከነውፅእ እንተ ደሊና ከመይ ጌርና ጂሜይል ንኸፍት ክንርኢና ማለት እዩ ሬት ኒው ጉግል ኣካውንት ጉግል ኣካውንት ኣብዚ ክሬት ኒው ንብላ ማለት እዩ ኣብዚ ፈረስት ኔም ላስት ኔም ንህባ ንኣብነት ኣነ ሕጂ ብጩራ ፍልጠት ክኸደ ማለት እዩ ጩራ ፍልጠት ኔክስት ይብላ ኣብዚ ዕለተ ልደት ናትና ብዝግባእ ንመልኦ ምክንያቱ ኩሉ ግዜ ክንጥቀመሉ እንተዳኮና ትክክል ክኸውን ኣለዎ ጀንደር ናትና ብዝግባእ ንመልኦ ኔክስት ንብላ ኣብዚ ሕጂ ኦፕሽን ሂባትና ኣላ ንሕናስ እንታይ ዓይነት ክንገብር ክንወስድ ንኽእል ወይ ከምዚ ቀዳማይ ክወስዳ ክእል ከም ካልኣይ ክወስዳ ይኽእል እየ ከም ድሌት ይወስድ ኣብዚ ማለት እዩ ኣብዚ ጩራ ፍልጠት ኣጅሜል ዳት ኮም ትብል ዘላ ንዓኣ ክወስዳ እዩ ማለት እዩ ስለዚ ንሳ ኣይትወስደትን ስለ ዘላ ሂባትኒ ኣላ እታ ኦፕሽን ንዓይ ኣብዚ ከዓ ፓስወርድ ነእቱ ኣብዚ ኮንፊርም ፓስወርድ ኢላትና ኣላ ድገምዋ ማለት እዩ ምስ ደገምናያ እንድሕር ማች ገይራ ሓደ ዓይነት እንድሕር ኣለዋ ኮይነን ክልትኤን ትሕልፈና ማለት እዩ ኔክስት ንብላ ኔክስት ምስ በልናያ ሪካቨሪ ጂሜይል ግበረሉ ትብለካ ማለት እዩ እዚ ሪካቨሪ ጂሜይል ማለት እንታይ ማለት እዩ ካልእ ጂሜይል ኣውፂእካዮ ዘለካ ናትካ ትጥቀመሉ ኣብዚ ናቱ ሪካቨሪ መተካእታ ክኾነካ ትደልዮ ንኣብነት እንድሕር በዚ ናትካ ጂመይል ዝኣተወ ሰብ ኣሎ ኮይኑ ሎግኢን ኣብቲ ሪካቨሪ ጂመይል ናትካ እስኻ ዲኻ ኣይስኻን መጠንቀቕታ ይሰዱልካ ማለት እዩ ስለዚ ንውሕስነት ክኸውን ሪካቨሪ ጂመይል ኣለና እንድሕር ኮይኑ ከነእትወሉ ጽቡቕ እዩ ተዘይእተናሉ ግን ስኪፕ ኢልና ክንሓልፎ ይከኣል እዩ ማለት እዩ እንደገና ኣብዚ ፎን ናምበር ናትና ነእትዎ እንተዘይደለና ከዓ ስኪፕ ኢልና ክንሓልፎ ንክእል ኢና ግን ኣድላይ እንተኮይኑ ካልእ ግዜ ክንጥቀመሉ ከለና ነቲ ጅመይል ቴሌፎን ዘድልየሉ እዋናት ክህሉ ከሎ ብቴሌፎን እእትዎ ክብለና ከምዝኮነ ፍሉጥ ነገር እዩ ስለዚ እታ ጅመይል ናትካ እዚኣ እያ ረቪው ግበራ ይብለኒ ኣሎ ማለት እዩ ቸክ ግበራ ጩራ ፍልጠት ኣጅመይል ዳት ኮም ትብል ተሰሪሓ ኣላ ረቪው ግበር ኣብለኒ ኣሎ ረቪው ገይረያ ኣለኹ ትኽክል ምዃና ኣረጋጊፀ ወይ ከዓ እታ ድልያ ዘለኹ እንታይ ምዃና ወይ እታ ወፂኣ ዘላ እንታይ ምዃና ርኢኒ ኣለና ሽዑ ኔክስት ይብላ ማለት እዩ እዚ ኔክስት ምስ በልክዋ ቹዝ ፐርሰናላይዜሽን ሰቲን እዚ በዚ ኤክስፕረስ ባዕሉ ፐርሰናላይዜሽን ክገብሮ ዲኻ ትደሊ ወይ ከዓ ባዕልኻ ማንዋል ትመርፆም ማለት እዩ ኣብዚ እንድሕር ሃሪመያ ማንዋል መምረፂ ክበኒ እዩ ኔክስት ምስ በልኳ ትመርፆም ማለት እዩ እንታይ ሰብ ትገብር እዛ ላዕለወይቲ እንድሕር ሃሪመያ ግን ኤክስፕረስ ፐርሰናላይዜሽን ይገብሮ ባዕሉ ዋን ስቴፕ ጥራይ ንስኻ ኔክስት ትብል ማለት እዩ ስለዚ ኣብዚ ንታሕቲ ኣውሪዱ ኩሉ እዚ ከነንብቦ ጽቡቕ እዩ እንተዘይ ኮይኑ ነዚ ኮንፊርም ንብላ ማለት እዩ ኮንፊርም ሳልና እዚ ፕሪፈሲ ተርምስ ኤንድ ኮንዲሽን እስካ ኣግሪ ክንብላ ኣለና ክትሕልፈና እንድሕር ኮይና ኣግሪ ከይበልና ኣይትሕልፈናን እዩ ኣግሪ ንብላ የስ ተጅሜል ሰሪሕና ኣለና ማለት እዩ ዌልካም ጆራ ፍልጠት ኢላትኒ እዚኣ ተጅሜል ናትና ስለዚ ብከምዚ ሕጽር ብዝበለ ኣብ ሓሙሽተ ደቂቅ ጅመይል ሰሪሕና ክንቅጽል ንክእል ኢና ማለት እዩ ብዙሕ ክልተ ሰለስተ ጅመይል ሰሪሕና እቲ ናትና ናይ ጎጉል ዝህቡና ዓሰርተ ሓሙሽተ ጅጋባይት እንተ መሊኡ ኣብ ቴሌፎንና ብኡ ጌርና ስለ ንኣቱ ብዙሕ ስእልታት ስለ ንስእል ቪድዮ ስለ ንመልእ መብዛሕቱ እቲ ጎጉል ፎቶ ይመልእ እሞ ነቲ ስቶሬጅ ይመልኦ እዩ ሽዑ ጅመይል ምቕባል እውን ትስእን ኢኻ መሊኡ ኣሎ ይብለካ እዩ ስለዚ ከመይ ጌርካ ናብዚ ሪካቨር ከም ትገብሮ ካልእ መዓልቲ ክንሪኦ ኢና ማለት እዩ እቲ ኣብኡ መሊኡ ዘሎ ናብዚ ባክ ኣፕ ትገብሮ ማለት እዩ ሶሪ ሪካቨር ዘይኮንካስ ናብዚ ባክ ኣፕ ትገብሮ እዚ ጎግል ፎቶ ርኢና ከመይ ጌርካ ካ ሓድሽ ሽሙ ጌርካ ሓዲ ጂሜይል ጌርካ ናብ ባክ ኣፕ ትገብሮ ሽዑ ብናፃ እንደገና መሊስካ ትጥቀም ትቕፅል ካልእ መዓልቲ ኣብ ካልእ ቪድዮ የራኽበና ብኻልእ ክንሪኣ ኢና ማለት እዩ ንሎማዓንቲ እዚኣ ትመስል ነይራ ሕጽር ብዝበለ ጅመይል ከነውጽእ ከመይ ጌርና ከም ነውጽእ ማለት እዩ።